ሕጂ ንቕጽሎ ትምህርቲ ብዛዕባ ሙሓመዱን ረሱሉላህ ሓደ ከም እስላማይ ሙሓመዱን ረሱሉላህ ላኢላሃ ኢላላህ ላ ማዕቡደ ቢሓቂን ኢላላህ ረቢ ስብሓን ወተዓላ ዝግብኦ ጎይታ ንዕኡ ጥራሕ ብሓቂ ክስገደሉን ዱዓ ክግበረሉን ክፍራህን ተስፋ ክንገብረሉን ዱዓ ክንገብረሉን ሕርዱደትና ክንሓርደሉን ንረቢ ስብሓን ወተዓላ ጥራሕ ዝግብኦ ጎይታ ኢዩ ላኢላህ ኢላላህ ሓቂ ኣለዎ ብሓቂ ብዘይ ሓቂ ብዙሓት ኣለዉ ዝግዝኡ ብዕራይ ኣሎ ዝግዛእ ወናዑዙቢላህ ኣስናም ኣለዉ ኢላ ኣኺሪሂ ሰባት ኣለዉ ኣንብያ ኣለዉ መላኢካ ኣለዉ ሰባት ረቢ ኢሎም ዝፅውዕዎም ዝገዝእዎም ጎይታ ኢሎም ዝጽውዕዎም ወላኪን ሓቂ የብሎምን እቲ ሓቂ ኩሉ ግዜ ንረቢ ስብሓን ወተዓላ ዝግብኦ ፈጣሪ ላኢላሀ ኢለላህ ኣይ ላ ማዕቡደ ብሓቂ ኢለላህ ስብሓነሁ ወተዓላ ኢልና ዝሓለፈ ትምህርትና ሪእና ኔርና ሎም መዓልቲ ከኣኒ ኣሽሀዱ ኣነ ሙሓመደን ረሱሉላህ ክንብል እንከለና ኸም ሓደ ኣስላማይ ወይ ከኣ እንታይ ማለት እዩ ክንፈልጥ ኣለና መጀመርያ ኣብዚ ሸሃደተ መሓመደን ረሱሉላህ ከኒ ክንደይ ግሩባት ክንደይ ዓይነት ዝተፈላለዩ ሴክትስ ኣለዉ ወይ ከኣ ክንደይ ብዙሓት ዓይነት እምነትን ኣረዳድኣን ዘለዎም ደቂ ሰብ ግሩባት ኣለዉ ንዕኦም እንሻላ ክንርኢ ኢና ከም ሓደ እስላማይ ግን ኣይ ኣዕተሪፉ ወኣቂሩ ኣነ ሙሓመድን ረሱሉላህ ሚን ኣላህ ይኣምን ክንብል ኣለና እዚኦም ነቢ ዓለይሂ ሰላቱ ወሰላም ሓቂ መልእኽተኛ ምዃኖም ካብ ረቢ ሱብሓነሁ ወተዓላ፣ ኣርሰለሁ ኢለ ናሲ ካፈህ፣ ንደቂ ሰባት ብምሉኦም ዝተለኣኹ ነቢ ዓለይሂ ሰላቱ ወሰላም ኢዮም። ኢለ ሰቀለይን፣ ኣልጅን ወልኢንስ፣ በል ደቂ ሰባት ጥራሕ ዘይኮኑሲ ንኣግናንት፣ ንጅንን ንኢንስን ነቢ ዓለይሂ ሰላቱ ወሰላም ዝተለኣኹ፣ ፈላ ቡደ ሚነል ኢቅራር ቢሪሳለቲሂ ዛሂረን ወባጢና እምበኣር፣ ክንኣምን ኣለና ክንረጋግጽ ኣለና ኮንፎርም ዝኾነ እምነት ክህልወና ኣለዎ ብደጋውያ ብውሽጥና ብልብና ኣዘ ሴም ታይም ከኣኒ ብምልሓስና ብኣካላትና ነቢ ዓለ ሰላት ወሰላም ሓቀኛ መልእኽቲ ናይ ረቢ ስብሓንሁ ወተዓላ ምዃኖም ካብ ረቢ ዝተላእኹ ምዃኖም ብምልሓስናን

እዚኦም ብምልሓሶም ከኣ እወ ረሱል ኢኻ ኢሎም ዝምስክሩ እዚኦም ሙናፊቒን እዮም ወነዑዙቢላህ እቲ ውሽጦም ካልእ እቲ መልሓሶም ከኣ ካልእ ማለት እዩ ቃለ ላሁ ተዓላ ኢዛ ጃኣከ ልሙናፊቁነ ቃሉ ነሽሀዱ ኢነከ ለረሱሉ ላህ እወ ኣብ ቅድመኻ ይብሉ እዮም ይምስክሩ እዮም

የፈድሖም ኣሎ እትም ሙናፊቂን ሓሰውቲ ምዃኖም። እቲ ውሽጣዊ ናቶምን እቲ ደጋዊ ናቶምን ሓደ ኣይኮነን እቲ ውሽጢ ኣይኣምኑን እዮም ወላኪን እቲ መልሓስ ይብልዎ እዮም እዚ እንታይ እዩ ካዚቡም ፊ ሸሃደቲህም ሊኣነሁም ላ የዕተሪፉነ ለክ ቢሪሳለቲ ቢቁሉብሂም ኣይኣምኑን እዮም

ምስ ነቢ ዓለይሂ ሰላት ወሰላም ሓደ ነገር ዝደለይዎ ነገር ነይርዎም ኮይኑ ኢዩ ኢሎም ብመልሓሶም እምበር ብምውሽጦም ግን ኣይኣምኑን ኢዮም እዚኦም ከኣ ሞናፊቒን ተባሂሎም ከኣ ይፍለጡ ተኸዙ ኣይማነሁም ጁና እቲ ማሕላኦም ናቶምሲ እንታይ ገይሮሞ ከምዚ መከላኸሊ ገይሮሞ መከላኸሊ ያዕኒ ንኸይፍለጡ ወላሂ ኣነ እኮ ከምዚ እየ ኣነ እኮ እስላማ እየ ኣነ ግን ብውሽጥኻ እንተ ንረሱል ሰለላሁ ዐለይሂ ወሰለም ሙሉእ ብሙሉእ ዘይኣመንካሎም እንተ ኮንካ እዚ ኣብቲኦም ሙናፊቒን ትኣቱ ወነዑዙቢላህ ያዕኒ ሱተረተን የስተቲሩነ ቢሃ እቲ ማሕልኦም እንታይ ገይሮሞ መሸፈኒ ገይሮሞ ወኢላ ፈሁም ኩፋሩን ፊ ቁሉብሂም ሓቂ እንተ ርኢኻ ግን ብውሽጦም እንታይ እዮም ኣመንቲ ኣይኮኑን ኩፋር እዮም ወነዑዙቢላ ፈላቡደ ሚነል እዕትራፍ እምበኣርከስ ናይ ግድን ይኾነና ኣገዳሲ ይኾነና ብውሽጥናን ብደገናን ንረሱል ዓል ሰለም ክንኣምኖም ብዝመጽዎ ናይ ረቢ ስብሓን ወተዓላ መልእኽተኛ ምዃኖም ኢልና ብውሽጥናን ብደገናን ክንኣምን ይግበኣና።

ጽሉል፣ ዝተፈወሰ፣ መስሑር፣ እዚ ኩሉ ተባሂሎም ነቢ ዓለይሂ ሰላቱ ወሰላም። ብውሽጦም ከኒ ሙሓመደል ኣሚን እኳ እዮም ዝበሃሉ ነይሮም። ቅድሚ ሪሳላ ምምጽኦም ሙሓመደል ኣሚን ይብልዎም ነይሮም። ኣብቲ ናቶም ሕብረተሰብ ዝተኣመኑን ዝተፈተዉን እዮም ነይሮም። ግን በዚ ላኢላሃ ኢለላህ ምስ መጹ እንታይ ኮይኖም ከብልዎ ይከኣሉን ክብልዎ ይከኣሉን ግን ብውሽጦም እንታይ እዮም ይፈልጡ ነይሮም ነቢ ዓለይሂ ሰላቱ ወሰላም ሓቀኛ ምዃኖም የዕተሪፉነ ኣነሁ ረሱሉላህ ላኪን መነዐሁሙል ኪበር ወመነዐሁሙል ሐሚያ ሐሚየትል ጃሂልያ እምበኣርከስ ብመልሓሶም ዘይምባል እንታይ እዩ ከይብሉኒ ኣባ ጣልብ እንተድኣ ርኢናዮም ኣብቲ ሲረት ነቢ ዓለይሂ ሰላቱ ወሰላም ያኒ ኣባ ጃህል ኣብ ጥቕኦም ኣብ ሞት ከባቢ ያዓሙ ቁል ላኢላህ ኢላላህ ክብልዎም ከለዉ ነቢ ዓለይሂ ሰላቱ ወሰላም ኣባ ጃህል እንታይ ኢልዎም እ ከመይ ጌርካ ከመይ ጌርካ ክትገድፍ እዚ እቲ ሃይማኖትካ ነዚ ቆልዓ እዚ ክትገድፈሉ ደሓር ኣብ ጣልብ እንታይ ኢሎም እ ዓረብ እንታይ ትብለኒ ህዝበይ እንታይ ከይብለኒ ኢሎሞ ናዑዙቢላህ ምስ ኩፍሮም ከይዶም ማለት እዩ ስለዚ ይፈልጡ ኔሮም ኣብ ውሽጦም ግን እንታይ እዩ ቀቢላ ናትና እንታይ ክትብለና እያ እቲ ሕብረተሰብና እንታይ ክብለና እዩ ኢሎም እንታይ ጌሮሞ ካብቲ ሙሐመዱን ረሱሉላህ ምባል እንታይ ጌሮም ሓሪምዎም ወነዑዙቢላህ ከይብለኒ ወይ ከይብሉኒ ናይ ኣቦታተይ ናይ ቀቢላይ

ይኣምኑ እዮም ነቢ ዓለይሂ ሰላቱ ወሰላም ሓቀኛ መልእኽቲ ብምዃኖም እቲኦም የሁድ ይኹኑ እቲኦም ነሳራ እቲኦም ክርስትያን ይኹኑ እቲኦም የሁድ እቲኦም ምሁራት ናቶም ክንብል እንክላ እቲኦም ምሁራት ናቶም እቲ ውሽጡ ባይብል ዕርዮም ዝፈልጥዎ ይፈልጡ እዮም ያዕተሪፉነ እነሁ ረሱሉላህ ቢቁሉብህም ብውሽጦም ይፈልጡ እዮም

ይፈልጡ እዮም ኢሎም ኢልዎ ኣላህ ስብሓነሁ ወተዓላ ንነቢ ዓለይሂ ሰላቱ ወሰላም ኣይ ረሱለላህ ሰለላሁ ዓለይሂ ወሰለም ከማ የዕሪፉነ ኣብናኣሁም ልክዕ ከምቲ ሓደ ኣቦ ወዲ እንተድኣ ኣለዎ ኮይኑ ፅቡቕ ገይሩ ዝፈልጦ ኣፃብዑ ኣእጋሩ ጨጉሩ ዓይኑ ወዱ እዩ ዘዕበዮ እዩ ፅቡቕ ገይሩ እዩ ዝፈልጦ ከምኡ ጌሮም ይፈልጡዮም እቲዮም የሁድ ወነሳራ ንነቢ ዓለይሂ ሰላት ወሰላም ናይ ብሓቀኛ መልእኽተኛ ካብ ረቢ ሱብሓነሁ ወተዓላ ምዃኖም ወኢነ ፈሪቀን ሚንሁም ለየክትሙነ ኣልሓቀ ወሁም የዕለሙን ግን ሓቢኦሞ ሓቢኦሞ እዚ ሙምኪን ጽልኢ ክኸውን ይኽእል ወይም ቅንኣት ክኸውን ይኽእል ሓሰድ ኣሎ ሜይቢ ስልጣን ክኸውን ይኽእል እዚታት ሸፊንዎም እንታይ ገይሮም ናይ ነቢ ዓለይሂ ሰላቱ ወሰላም ሪሳላ ብምልሓሶም ኣይበልዎን ስለዚ እንታይ ኢና ንብል ዘለና ናይ ረሱሉላህ ሰለላሁ ዓለይሂ ወሰለም ብመልሓስናን ብልብናን ክንኣምን ክንረጋግጽ እምነትና ተሪር ክኸውን ኣብ ረሱል ሰለላሁ ዓለይሂ ወሰለም ካብ ረቢ ሱብሓነሁ ወተዓላ ዝተለኣኹ መልእኽተኛ ምዃኖም ኢልና ክንኣምን ከም ዘለና። ሙናፊቒን ብመልሓሶም ኢሎም ግን ብልቦም ኣይኣመኑን። ሙሽሪኪን ብልቦም ይኣምኑ ነይሮም ግን ብመልሓሶም ኣይበሉን። ረሱል ሰለላሁ ዓለይሂ ወሰለም ኣይበሉን ኣይኣመኑሎምን። ኩፋ የሁድ ወነሳራ ዓይደን ኣላህ ሱብሓነሁ ወተዓላ

ኣው ሓሰደን ወይም ካብ ቅንኣት ካብ ሓሰድም ክኸውን ይኽእል፣ ምን ዕንደ ኣንፉሲሂም ሊረሱሊላሂ ሰለላሁ ዓለይሂ ወሰለም ኣው ተከቡረን ወይም ከመ ብትዕቢት ኣው ገይረ ዛሊክ ሚነል ኣዕራድ ሰይኣ እዚ ኩሉ እዚ ሕማቕ ዝኾነ ጠባይ ካብ ረሱሉላሂ ሰለላሁ ዓለይሂ ወሰለም ሓቀኛ መልእኽተኛ ምዃኖም እንታይ ገይርዎም

እንደገና ብቀልቡ ከኣኒ ንረሱል ሰለላሁ ዓለይሂ ወሰለም ንፈትዎም እንተደኣ ኮይንና ዝበልዎ ሓቀኛ ዝመጽዎ ካብ ረቢ ስብሓነሁ ወተዓላ መልእኽተኛ እዮም ኢልና እንድሕር ደኣ ኣሚንና ፈላቡደ ኣን ነተቢዐሁ እምበኣርከስ ናይ ግድን ይኾነና ከኣኒ

እንተድኣ ንረሱሉላህ ሰለላሁ ዓለይሂ ወሰለም እንተድኣ ዘይተኸተልናዮም እዚ ለም የስሕ ሸሃደቱሁ ኣነሁ ረሱሉላህ ሰለላሁ ዓለይሂ ወሰለም እቲ ናይ ረሱል ሰለላሁ ዓለይሂ ወሰለም ምስክርነት እምበኣርከስ እንታይ ይጎድል ኣሎ ጎዶሎ ይኸውን ኣሎ ቃለ ላሁ ተዓላ ፈኢን ለም የስተጂቡ ለከ ፈዕለም ኣነማ የተቢዑነ ኣህዋኣሁም እንተ ደኣ ደይሰምዑ እንተ ደኣ ደይተኸተሉኻ እንተ ደኣ ናትካ ኣሰር እንተ ደኣ ደይተኸተሉ እምበኣርከስ እንታይ እዮም ዝኽተሉ ዘለዉ ኣህዋኣሁም ናቶም ሃዋ ናቶም ኬፍ ናቶም ዝመስሎም እዮም ዝኽተሉ ዘለዉ ይብል ኣላህ ስብሓነሁ ወተዓላ ኢዘን ሓደ እስላማይ ብልብና ንረሱል ሰለላሁ ዓለይሂ ወሰለም ክንፈትዎም ክንኣምኖም ናይ ረቢ ሱብሓነሁ ወተዓላ መልእኽተኛ ምዃኖም ከነረጋግጽ ብልብና እንደገና ብመልሓስና ክንብል ቐጺሉ ዝመጽእ ኣልእትባዕ ንረሱል ሰለላሁ ዓለይሂ ወሰለም ዝገበርዎ ክንገብር ግደፍዎ ዝበሉና ክንገድፍ እዚ እንተድኣ ዘይገበርና ግን ሸሃዳ ናትና እንታይ እዩ ናቅስ እዩ ጉድለት እዩ ዒንደሁ ነቅሱን ቢሓሰብ ማ ተረክ እምበኣርከስ ኣብዚ ጉዳይ እዚ ከከም ዝገደፎ ሰብ ናይ ረሱል ሰለላሁ ዓለይሂ ወሰለም መንገዲ ከምኡ ደረጃ ናቱ ዝዓበየ ኣሎ ዝነኣሰ ኣሎ ማእኸላይ ኣሎ ስለዚ ሓደ ሙእሚን ሓደ ኣስላማይ ሙእልም ኣስላማይ ሙሉእ ኣስላማይ ረሱል ሰለላሁ ዓለይሂ ወሰለም ዝገበርዎ ይገብር ረሱል ሰለላሁ ዓለይሂ ወሰለም ግደፍዎ ዝተባህለ ይግደፍ ኣሕዋት ከምኡ ውን ኣሓት እንታይ ኣለዋ ደይ ቁርኣን ኢና ንቐርእ ዘለና ደይ ተኣኪብና ዱዓ ኢና ንገብር ዘለና ደይ ዚክርያ ደይ ከምዚኣ እንታይ ኣላታ እንዳበልና ረሱል ሰለላሁ ዓለይሂ ወሰለም ዘይገበርዎ እንተደኣ ጌርና ኣብዚ ሸሃዳ ናትና ናይ ረሱሉላህ ሰለላሁ ዓለይሂ ወሰለም እንታይ ጉድለት እዩ ማለት እዩ ስለዚ ጠጠው ክንብል ኣለና ነቢ ዓለይሂ ሰላቱ ወሰላም ዝገበርዎ ክንገብር ኣይገበርዎን እንተደኣ ተባሂልካ ከዓኒ ስታብ ራይት ዴር ስታብ ማለት ስታብ እዩ ካልእ የብሉን ጠጠው በል ተደኣ ተባሂልካ ጠጠው እዩ

እቲ ዝረእይ ኣብ ሮሞዳን ያኒ ጉድለታት ወቲ ናይ ረሱል ሰለላሁ ዓለይሂ ወሰለም ዘይገበርዎ ክትርኢ እንከለኻ ኣይትግበሮ ያኒ ድሕሪ ሰለዋት ፈራኢድ ምስ ተሰገደ ብሓደ ድምጺ ኣሽሀዱ ኣን ላኢላሃ ኢለላህ ኣስተግፊሩላህ ነስኣሉከል ጀነተ ወነዑዙ ቢከ ሚነናር ይበሃል ነይሩ። እስከዚ ኣብቲኣ ናይ ሓዲስ ላቦራቶሪ ነእቱ እዚ ነስኣሉከ ኣልጀነ ወነዑዙ ከ ምነ ናር ነቢ ዓለይሂ ሰላቱ ወሰላም ድዮም ምሂሮምና? እወ ነቢ ዓለይሂ ሰላቱ ወሰላም ኢና ምሂሮምና። ኩሉ ሰሓባ ይደልዩ ነይሮም ድዮም? ኩሉ እዚ ዱዓ እዚ ይፈልጥዎ ነይሮም? እወ ይፈልጥዎ ነይሮም። እሞ ኣብ ግዜ ረሱል ሰለላሁ ዓለይሂ ወሰለም ከ ሓሙሽተ ወቕቲ ይሰግዱ ዶ ነይሮም? እወ ሰግዱ ነይሮም። ረመዳን ከ ነይሮም ዶ ኣሕሊፎም ድዮም? እወ ረመዳን ከ ኣሕሊፎም እዮም። እሞ መጽዩ ዶ ሓዲስ ሰሒሕ ነቢ ዓለይሂ ሰላቱ ወሰላም ምስ ሰሓባ ድሕሪት ኮይኖም ዙህሪ ምስ ሰገዱ ብሓደ ድምጺ ወይ ረሱል ኢሎም ብድሕሪኦም ንሶም ክደግሙ ተሰሚዑ ድዩ ሓዲስ ሰሒሕ ኣሎ ዶ እዚ እንተ ደየለ የለን ከኣ ስለዚ ንስኻ ምግባርካ ነዚ ነገር እዚ ናይ ረሱል ሰለላሁ ዓለይሂ ወሰለም መንገዲ ኣይትኽተልን ኢኻ ዘለኻ ማለት እዩ ስለዚ ረሱል ስ ሰለም ዘይገበርዎ ክንገብር እዚ ሓደ ካብቲ ካብ መንገዲ እንታይ ዝገብረና እዩ ካብቲ ናይ ሸሃዳ ናትና ናይ ረሱል صለ ላه ለ ወሰለም የጉድለልና እዩ ኢማም ማልክ ኢማም ዳር ልሂጅራ ራሒማሁላህ ሓደ ሰብሲ መጺእዎም ያ ኢማም ኢልዎም ኣነሲ ዑምራ ኣው ሓጅ ሓሲበ ኣለኹ ሸክ ሚኒ ኣይዝክራን ኣብ ዑምራ ድዩ ወላ ኣብ ሓጅ ኤኒወይ እንታይ ሽሙ ክገብር ደልየ ኣለኹ ኢሉ ኢሕራም ክገብር ደልየ ኣለኹ እሞ ሕጂ እዚ ካብዚ መስጅድ ነቢ ስ ሰለም ሲ እንተገበርኩስ እንታይ ይመስለኩም ኢልዎም ኢማም ማሊክ እንታይ ኢሎሞ የሃደ ኣሕርም ምን ምን ሓይث ኣሕረመ ነቢይ صለ ላه ለ ሰለም ዙልሑለይፋ ካብ ዙልሑለይፋ ነቢ ዓለ ሰላት ሰላም ቦታ ገይሮምልና ኣለው ኣህል መዲና ብኡ ዝመፁ ከዓኒ ካልኦት ዙልሑለይፋ ዝበሃል ቦታ ካብኡ እዩ ሰብ ኢሕራም ክገብር ዘለዎ ዑምራ እንተ ደኣ ደልዩ ወይ ሓጅ እንተ ደኣ ደልዩ ድሓር መሊሱ ኢልዎም ያ ኢማም ኣነ እኮ ካብዚ መስጂድ ኣነቢ ሰለላሁ ዓለይሂ ወሰለም እንተድኣ ገይረሲ እቱ ኹጡዋት ናተይ እቲ ዝኸዶ ስጋብቲ ዙልሑለይፋ ዘሎሲ ጅሃድ ፊ ሰቢሊላህ ክቑፀረለይ ኣጅሪ ክበዝሓለይ ስለዝደለኹ እየ ኢልዎም የሃዳ ኢሎሞ እንታይ ትብል ኣለኻ ኢሎሞ ኣኻፉ ዓለይከ ልፊትና ፈተና ከይመፅኣካ ሽግር ከይወርደካ ፈርሕ ኣለኹ ኢሎሞ ወዲ ሓርቲ ሰብኣይ ኢልዎም ያ ኢማም ኢልዎም ኣነ ኣጅሪ ደሊ ይብለኩም ኣለኹ ንስኹም ከዓ ፈተና ከይወርደካ ትብሉን ኣለኹም ኣይቀራእኻን ዲኻ ኣላ ስብሓን ወተዓላ እንታይ ኢሉ ያ ኣዩሃ ለዚነ ኣመኑ

እንታይ ኣለዋ ካብ መዲና ካብ መስጂድ ነቢ ስ ሰለም እዚ ኼር እዩ ክትሪኦ እንከለኻ ግን ኢማም ማሊክ ከምኡ ይኮኑን መሊሶምሉ ፊትና ከይኮነካ ሽግር ከይትኣቱ ዓዛብ ከይወርደካ ስብሓንላህ እሞ ያ ኢኽዋ ስለዚ እንታይ የረድኣና እዚ ነቢ ዓለይሂ ሰላቱ ወሰላም ዝገበርዎ ክንገብር በል ካብዚ ንላዕሊ ነቢ ዓለይሂ ሰላቱ ወሰላም ንሰሓቢ ሓደ ሰብ ክድቅስ እንከሎሲ እንታይ ኢሎም እቲ ኣዝካር ናይ ኣዝካር ነውም የሕፍዝዎ ነይሮም ከምቲ ሓደ ቁርኣን ዘሕፍዙና ነበሩ ሃከዛ የሕፍዙና ነይሮም ኢሎም ዳሕራይ እንታይ ኢሎሞ ነቢ ዓለይሂ ሰላት ወሰላም እንተደኣ ክትድቅስ እንተደኣ ደሊኻሲ ውዱእ ግበር ኢሎም እዚ ሓደ ካብቲ ኣዳብ ነውም ዝኾነ ረቢ ስብሓን ወተዓላ ይወፍቐና ካብቲ ዝጠፈኣ ሱና ኣብዚ እዋን እዚ ኢላ መን ረሒመ ላህ ስለዚ ክንድቅስ ከለና ብጠሃራ ክንድቅስ ከለና ሃዛ ሚን ሱነት ነቢ ስለ ላሁ ዓለይሂ ወሰለም ውዱእ ክንገብር ከለና ስለዚ ብዚ ሓዲስ እዚ እንታይ ኢሎም ነቢ ዓለይሂ ሰላት ወሰላም ውዱእ ግበር ኢሎሞ

ስለዚ ነቢ ዓለይሂ ሰላቱ ወሰላም ዝገበልዋ እንታይ እያ? ወቢ ነቢይከ ኣለዚ ኣርሰልት እያ። እቲ ሰሓቢ ወቢ ረሱልከ ኣለዚ ኣንዘልት፣ ኣርሰልት፣ ላእ ከምኡ ኣይትበል ኢሎሞ። ስለዚ ነቢ ዓለይሂ ሰላቱ ወሰላም ዝመጽዎ፣ ዝገበርዎ፣ ዝበልዎ፣ ኩሉ ቦትኡ ጊዝኡ ከይፍየቱ መዓስ ኢሎሞ ኣበይ ኢሎሞ ክንደይ ኢሎሞ እዚ ብምሉኡ እዚ ሱና ክንጽናዕ ኣለዎ ነቢ ዓለይሂ ሰላቱ ወሰላም ዝገበርዎ ክንገብር ኣለና ነቢ ዓለይሂ ሰላቱ ወሰላም ዘይገበርዎ ከኣኒ ክንርሕቕ እዩ ዘለና ወኣጢዑ ላህ ወረሱላ ለዓለኩም ቱርሓሙን እንተ ደኣ ንረሱል ሰለም ንኣላህ ስብሓነሁ ወተዓላ ተኣዚዝና ግበሩ ዝበለና እንተድኣ ጌርና፣ ኣላህ ስብሓነሁ ወተዓላ ተኸልከሉ ዝበለና እንተድኣ ተኸልኪልና፣ ረሱል ሰለላሁ ዓለይሂ ወሰለም ግበሩ ዝበሉና እንተድኣ ጌርና፣ ተኸልከሉ ዝበሉና እንተድኣ ተኸልኪልና፣ ለዓለኩም ቱርሓሙን፣ ረቢ ስብሓነሁ ወተዓላ ይርሕመልና እዩ። ወኢን ቱጢዑሁ ተህተዱ፣ እቲ ሂዳያ ዝበሃል፣ እቲ ትኽክለኛ መንገዲ ዝበሃል ኣብ እትባዕ ኣነቢይ ሰለላሁ ዓለይሂ ወሰለም እዩ ዘሎ።

ቢለቲ ህየ ኣሕሰን እቲኦም ከምኡ ገይሮም ዝሓለፉ ዕልሚ ከይበጸሖም ያኒ ዝሓለፉ ኣቦታትና ኣቦሓጎታትና እዚ ዓይነት እዚ ዒባዳት ዝገብሩ ዝነበሩ ረቢ ስብሓን ወተዓላ ይርሓሞም ኣንታ ንስኻ ግን ሕጂ ትሰምዕ ዘለኻ ኣንቲ ንስኺ ትሰምዒ ዘለኺ እዚ ነገር እዚ

እሞ ኮፍ ኢሎምሲ ንዑስከ ያሲን ንቕራእ እስከ፣ ቁርኣን ንቕራእ እስከ ካብ ሕምየትን ካብ ገለን ኢሎም ድዮም? ዋላሂ የለን ያ ጀማዓ እንተ ደየለ ኸ እንታይ ንግበር እቲ ኩሉ ኸይር ዘሎ ፊል እትባዕ እዩ ነቢ ዓለይሂ ሰላቱ ወሰላም ዝገበርዎ ኣብ ምግባር እዩ ዘሎ እቲ ሂዳያ

ካልኣይ ከ እትባዕ ኣነቢ ሶለሏሁ ዓለይሂ ወሰለም ነቢ ዓለይሂ ሰላቱ ወሰላም ዘይገበርዎ መን ዓሚለ ዓመለን ለይሰ ፊህ ኣምሩና ፈሁወ ረድ ናብኡ እዩ ዝምለሶ ናብኡ እዩ ዝምለሶ እቲ ዝገበሮ ናብ ገጹ እዩ ዝድርበዮ እሞ ብዚ ሕጂ ሓደ ሓደ ሰባት ስብሓንላህ እንታይ ይብሉ እሞ ንስኻትኩምሲ ከምዚ ጌርኩም ኣዱንያ ኣጻቢብኩማ እሞ እዚ ትኽደንዎ ዘለኹምከ እዚ መኪና ትዞርዎ ዘለኹምከ እቲ ኮምፒተር ኮፍ ኢልካ ትምህሮ ዘለኻኸ እዚ ኩሉኸ ቢድዓ ዶ ኣይኮነን ምስኪን እዚ ሪኢኻ ዕልሚ ብዙሕ ኣይበሰለን ኣው ሕማቕ ቐስዲ ዘለዎ ሰብ ጥራሕ እዩ ከምዚ ክብል ዝኽእል ሊኣኑ ነቢ ዓለይሂ ሰላቱ ወሰላም መጽዮም ነዚ ዲን እዚ እዮም መጽዮም ቢድዓ ክንብል ከለና ኣይ ቢድዓ ፊ ኣልዒባዳ ፊ ሸርዕ ኣብ ሃይማኖት ኣብ ዲን እዩ እቲ ቢድዓ ደሊል ናትካ እንታይ እዩ ደሊል ነቢ ዓለ ሰላት ወሰላም መዲና ምስ ኣተዉ ኣብ መዲና ኣህልል መካ ቱጃር እዮም ነይሮም ብዛዕባ ሕርሻ ኣይፈልጡን እዮም ነይሮም። ምስ ሃጀሩ ምስ መጹ ነቢ ዓለይሂ ሰላቱ ወሰላም እንታይ ክገብሩ ሪኦሞም ኣብ መዲና ተልቂሕ ዝበሃል እዚ ኣብ ሓረስታይ ይፈልጥ ኣብ በረኻ ዝነብር ሰብ ሓደ ያኒ እንታይ ይበሃል the word I forgot this እንታይ እዩ ዝበሃል ምድቓል ንዓም ምድቓል ከምዚ ምድቓል ወይ ካብ ሓደ ንሓደ እቲ ኣእዋምሲ ንክፋረይ ንክፅቡቅ ክኸውን ካብ ሓደ ናብ ሓደ እንታይ ጌርካ ተብሎ ተፋልሶ ነገር እዩ ስለዚ ኣብ መዲና ከምኡ ክገብሩ ምስ ረኣይዎም ነቢ ዓለይሂ ሰላቱ ወሰላም ግደፍ ኣይትግበር ኢሎሞም። ደሓር ነቢ ዓለይሂ ሰላቱ ወሰላም እንተደኣ ኢሎም ኸላስ ሰምዐን ወጣዓ ጠዋሊ ገዲፎሞ። ግን እንታይ ኮይኑ እቲ ተምሪ እንዳተበላሸወ እንዳተበላሸወ መጽዩ ነቢ ዓለይሂ ሰላቱ ወሰላም እንታይ ደኣ ኮይኑ እዚ ተምሪ ምስ በልዎ ያ ረሱለላህ ኣይትግበሩ እኮ ኢልኩምና እምበር ንሱስ ከምዚ እዩ ዝኸውን ምስ በልዎም በሉ ግበሩ ኣንቱም ኣዕለሙ ብዱንያኩም ስኻትኩም ትፈልጡ ካባይ ንላዕሊ ብዛዕባ ሕርሻኹም ብዛዕባ ዱንያኹም ኢዘን ኣብዚ ሓዲስ እዚ እንታይ የረድኣና ነቢ ዓለይሂ ሰላቱ ወሰላም እቲ ቢድዓ ኢልና ንዛረቦ ዘለና ኣብ ዚክሪ ኣብ ቁርኣን ኣብ ሰላት ኣብ ሓጅ ኣብ ዑምራ

እንታይ ኣላታ ኢልካ እትውስኾ ወይ ሽግር የብላን ኢልካ እትውስኾ ነገር የለን። ስለዚ እቲ ነቢ ዓለይሂ ሰላቱ ወሰላም እንታይ ክንገብር ኣለና ዝበልዎ ክንብል፣ ዝገበርዎ ክንገብር፣ ዘይገበርዎ ካብኡ ክንርሕቕ። እዚ ማለት እዩ ሙሐመዱን ረሱሉላህ ሰለላሁ ዓለይሂ ወሰለም ሱመ ኣይደን ላቡደ ሚነ ተስዲቅ ምስኡ ከኣኒ ክንኣምን ይግብኣና ነቢ ዓለይሂ ሰላቱ ወሰላም ዝበልዎ ኩሉ ኣብ ሓዲስ ሰሒሕ ዝሓለፈን ንዝመጽእን ገይብያት ነቢ ዓለይሂ ሰላቱ ወሰላም ዝነገሩና ብዘይ ጥርጥር ክንኣምን ይግብኣና ለኣነሁ ኣላህ ስብሓነሁ ወተዓላ እንታይ ኢልዎም

ፈኹዙ ወማ ነሃኩም ዓንሁ ፈንተሁ ነቢ ዓለይሂ ሰላቱ ወሰላም ዝነገሩና ክንገብር፣ ግበሩ ዝበሉና ክንገብር፣ ግደፉ ዝበሉና ከኣ ክንገድፍ። ስለዚ ኣቡበከር ስዲቕ ረዲየላሁ ዓንሁ ዝበጽሕዎ ደረጃ ብእምነት ጥርጣረ ዘይብሉ እምነት፣ ተስዲቕ፣ That's why ኣቡበከር ስዲቕ ተባሂሎም። ኣብ ቂሰት እሽ ኣልምዕራጅ ማዕሩፍ ኣይትጠራጠሩን ኩሉ ሰብ ክጠራጠር ከምዚለ በጺሐ መጽዮ ምስ በሉ ሰይድና ኣቡበከር ላ ናይ መሬት እኮ እንዳ ኣመንኩስ ናይ ሰማይ ከመይ ጌረ ዘይኣምኖ ኢብን መስዑድ ኣኽበረኒ ኣሳዲቅ ኣልመስዱቅ ሓቀኛ ብነብሶም ዝኾኑ ሓቀኛ ዝወጾም ኢሎም ይገልጽዎም ክገልጽዎም ከለዉ ንነቢ ዓለይሂ ሰላቱ ወሰላም ስለዚ ከም ሓደ ኣስላማይ ነቢ ዓለይሂ ሰላቱ ወሰላም ዝበልዎ ክንኣምን ይግበኣና። ኻሰተን ሓዲስ ሰሒሕ እንተድኣ ኮይኑ፣ ናይ ዝሓለፈ እንተኾይኑ ክንኣምን፣ ንዝመጽእ እንተድኣ ነጊሮምና ክንኣምን ይግበኣና። ፈልኸይሩ ኩሉ ፊማ ጃኣ ቢሂ ረሱሉላሂ ሰለላሁ ዓለይሂ ወሰለም እምበኣርከስ ኸይር ኩሉ ዝያዳ ዘይኮነሲ ተራውሕ ዝገድሆ ኣሎ ኣብ መንጎ ዓዓ ብሓደ ድምጺ ኮንካ ዝግበር ነገር ኣብ ሮሞዳን ኢና ዘለና ጠብዓን እቲ ብሮሞዳን ዝግበር ቢድዓታት እቲ ኢምሳክ ኢልካ ቅድሚ ሰላት ኣልፋጅር እንታይ ሽሙ ኣሕትያጥ ኢልካ ወይ ከኣ ኣብ ሴፍ ፓርት ንክትኸውን ኢልካ ትገብሮ ከዳሊ ከም ዝበልኩ ኣብ ተራዊሕ ዝግበር ኣብ ሰለዋት ኣዝካረ ጀማዒ ምግባር እዚ ብጭልፋ ንዝክሮ ዘለና ሕጂ እዩ ወላኪን ኩሉ ግዜ እዛ ንክንፈልጥ ኣብ ዕልሚ ዘለዎም ዕልሚ ረባኒን ዝኾኑ ቃል ኣላሁ ቃል ረሱል ሰለላሁ ዓለይሂ ወሰለም ወቃሉ ኣሰሓባ ናይ ሰሓባ ኣንደርስታንዲን ዘለዎም እትም ዑለማእ እቲኦም ምስ ረቢ ስብሓን ወተዓላ ዘተሓሕዙ ናይ ረሱል ሰለላሁ ዓለይሂ ወሰለም ሓዲት ዝትንትኑ ናይ ሰሓብ ሰለፉና ኣሳልሕ ኣረዳድኣ ቨሪ ኢምፖርታንት ናይ ሰለፉና ኣሳልሕ ኣረዳድኣ ናይ ሸኽ እከለ ናይ ሸኽ እከለ ዘይኮነስ ላ ኢብን ዑመር ዝተረድእዎ ከምዚ እዩ ኢብን መስዑድ ዝተረድእዎ ከምዚ እዩ ዒክር ያኒ ኩሎም ሙዓዝ ኢብን ጀበል ዝተረድእዎ ከምዚ እዩ ኢልካ ብኡ መሰረት ዝረድኡ ዑለማ ናታቶም እንታይ ናታቶም መንሃጅ ምውሳ ምምሃር እንሻ ኣላህ ኣስ ኣላህ ስብሓን ወተዓላ